ሃሎ ደቂ ነጋውስ ኣዜቤ ከመይ ቀኒኹም ኣነ ብጣዕሚ ጽቡቕ ኣለኹ ንስኻትኩም ጽቡቕ ንኽትህልዉ ከኣ በዓልቲ ሙሉእ ተስፋ እየ ሕጂ ከኣኒ ቁሩብ ፍለይ ይጠቕመና እዩ ምስዚ ደሎ ኩነታትን ምስዚ ቀደም ከመይ ኔሩስ ኣተሓሒዝካስ ዝኾነ ነገር ሓድሽ ነገር ከምዘየለ ዝደጋገም እምበር ካብዚ ዘሎናዮ ሕጅን ካብቲ ዝቀደመን እንታይ እዩ ተቀያይሩ ንዝብል እዩ ኣነ ይጠቅም ኢለ የምጽኤ ዘለኹ ኣብዚ ወገን ከይትወስዱ ወይ ከኣ ነዚ ኣየድልየናን እዩ ከይትብሉ ምክንያቱ ታሪክካ ምፍላጥ ዝመስሎ የለን እዚ ታሪክ እዚ ከኣ ናትና ታሪክ እዩ ተሰሪቁ ምክንያት ኣለዎ ስለ ደይፈለጡ ድዮም ወላ ፈሊጡም ድዮም ብዝኮነ ዝተሰረቀ ታሪክ እዩ ኤሮጳውያን ተረዲእዎም ድዮም ዋላ እዞም ሮማውያን ንብሎም ኣብዚ መጽሓፍ ቅዱሳት እብ መጽሃፍ ቁርኣን ወይ እብ ቶራ እተን ሰለስተ ኢብራሃሚክ ረሊጅን ድብለኩም ኣነ እብለኩም እየ ድበሃላ እሳቶም እቶም ኢሮጳውያን ማለት እዮም እሳቶም ተረዲእዎም ድዩ ስለ ጌጋ ድዮም ተማሂሮሞ ዋት ኤቨር ጌጋ ሓበሬታ እንታሎ ፅሑፍ ኣነ ኩሉ ግዜ ድብለኩም ደቂ ነጋውስ እሲሉ ኣይኮነን ምክንያቱ ኩሉ ካባኹም ድወፀ እዩ ንስኻትኩም ንኸይትፈልጡ ግን ብዙሕ መከራታትን እዚ ሕጂ ናይ መዓስ እዩ ኣምጺኤ ዘለኹ ኣነ ሕጂ ናይ ዝደለኹሞ ናይ ዝትፈልጥዎ ንስኹም ኣይኮንኩምን ንዓይ እዚ ግን ብጣዕሚ ቀረባ እዩ እቲ ኣነ ዝስምዓንን ዝመስለንን ዝርብሸንን እዩ ሕጂ ግን እስኪ ምናልባት ክትርድኡኒ ጀሚርኩም ክንረዳዳእ ጀሚርና ኣለና ኢለ ስለ ዝኣምን ነዚ ምጽኤዮ ኣለኹ ናይዚ ግዜ እዚ ስለ ዘይኮነ ታሪኽ እዩ እምበረ ዋላ ሓንቲ ንዓኻትኩም ዝትንክፈኩም የለን ድሕን ኣነ ከም ገለ ተንኪፈኩም ማለት እዩ ኤኒወይ እዚ ቅድሚ ክልተ ሽሕ ዓመት እዩ እዚ ኻኒ ናትና ናይ ኤርትራውያን ጥራሕ ዘይኮነ ፍርቂ ናይ ፍርቂ ዓለም ንግስነትን ሓይልን ዝነበረ ኩሉ ግዜ ሓደ ሓያል ድሕን ኣሎ ካልኣይ ሓያል ናይ ግድን ኣሎ ኮምፒት ዝገብሮ ብድኾነ ንዕኡ ኢለ እየ ክንፈልጦ ዝግብኣና ቆልዑትና ክንመሃሩ ዝግብኣና ኢለ ኣነ ዝኣምን እየ ንዩ ሓደ መዓልቲ ኤርትራ ከምኡ ዓይነት ትምህርትታት ክምህሩ ንቶም ውሉድ ወለዶ ክመሓላለፍ ኣነ ተስፋ ገብር ንዑ ኢለ ኢኻ ዘምጾ ደለኹ ኣብኡ ከለና ኸኣ ንምሃር ደቂ ነጋሽ ሸር ግበርዎ እፈትወኩም እየ እፈትወኩም እየ እፈትወኩም እየ ሕጂ እንታይ ክብል እንታይ ኢለ ክጅምር እየ ንግስነት ኣክሱም ክበሃል ከሎ ከምዚ ሕጂ ክብለኩም ዝጸናሕኩ ንእሽተይ ደኺመ ኣለኹ ንግስነት ኣክሱም ክበሃል ከሎ እዚ ዳርጋ ቦታ መዋጊ እዩ ነይሩ ኦኬ እዚ እዚ ናይ ወተሃደራት እዩ ነይሩ ካብ ሚእቲ ስጋዕ ትሽዓተ ሚእቲ ኤዲ ቅድሚ ክርስቶስ ሚእቲ ከምኡ እዮም ዝብሉ እቲ ክብል ከለካ ቅድሚ ክርስቶስ ዝብል ክርስትያን ማለት ኣይኮነን ቅድሚ ክርስቶስን ድሕሪ ክርስቶስን እዩ ዝባሃል ከምዚ ሕጂ ሓድሽ ኪዳንን ብሉይ ኪዳን ሕጂ ዓመት ኣሎ ቅድሚ ክልተ ሽሕ ዓመት ማለት እዩ ኦኬ ሕጂ ንኣብነት ሕጂ ኒሕና ናይ መጀመርታ ናይዛ ትዌንቲ ዋን ኣለና ምሽ ሕጂ ካልኣይ ወርሒ ናይቲ ሕጂ ቀረብ ኣማቲ መጀመርታ ኣብ ማእኸል የለና ናብ መጨረሽታ የለና ሕጂ ከዓኒ ኣብቲ መጨረሽታ ክውዳእ ከሎ ቀቅድሚ ክርስቶስ ምእታውን ኣብቲ ናይ መጀመርታ እዚ እዩ ሚት ዓመት ቅድሚት ትሽዓተ ሚት ከዓኒ ንድሕሪት እዚ ብጣዕሚ ሮማውያን ፍሉጥ እዩ ድርብሹ ዝነበሩ ማለት እዩ ሽዑ እዮም ከዓ ኣይፀንሑን ብዙሕ ኣብዚ ዓለም ክልተ ዓመት ከመይ ድበሃል ኤኒወይ ካበይ መፂኦም ኣይፈልጥን ግን ሽዱሽተ ሽሕ ዓመት ታሪኽ እዩ ዘሎዎም እዩ ዝባሃል ካብኡ ንንዮ ክትፋላሰፍ ኣይትኸእልን ኢኻ ማክንያቱ እሳቶም ስለ ዝቆጻጸሩ መብዛሕትኡ እንታይ ኢሉ እቲ እንታይ ኢሉ ባህላት ግን ኣሎ ኣይፈልጡን እዮም ካበይ መጺኦም ግን ናህና ናይ ሚልዮናት ኣሎ ናይ ሚልዮናት ከም ዝነበረ እቲ መሬት ይነግር ኣሎ እቲ ተተፈንቀለ እቲ መሬት ጽሑፋት ይርከብ ኣሎ ብግእዝን ብናይ ግሪክ ኣነ ነጊረኩም ነይረ ቅድሚ ሕጂ ኒሕና ንግሪክ ከም ዝመሃርናዮም ኦኬ ግን ስብ ክምብለካ ከሎ ኤኒወይ ኣነ ድብለኩም ኣብዚ ኣይትእመኑኒ ኦኬ ኢንፎርሜሽን ጥራሕ እየ ዝህበኩም ዘለኹ ግን ኣነ ቅድሚ ሕጂ ከምኡ ኢለ ነይረ ሕጂ ከዓኒ ብዙሕ ነገራት እንዳወፀ እዩ ኦኬ ኣብዚ ግዜ እዚ ኦኬ እቶም ነጋውስ ዝበሃሉ ኦኬ ሓያላት ዓይነታት ነጋውስ ነይሮም ኩሎም ነጋውስ እዮም ነይሮም ምክንያቱ ሓደ ካምፓኒ ወይ ኩባንያ ወይ ሓደ ዓሌት ኮንትሮል ኣይገብርዎን እዮም ነይሮም ናይቲ ሃፍቲ ኩሉ በብናቱ ጉርቦ ሃፍታም ፅቡቅ እዮም ዝነብሩ ነይሮም ብፍቅሪ እዮም ዝነብሩ ነይሮም ኣብዚ ግዜ እዚ ናይ በዓል ንግስነት ናይ ጋና ናይ ማሊ ናይ ሞሮን ቤኒን ሙስ ሶግሃን ገለመታት ዝበሃሉ ብዙሓት እዮም ነጋውስ ነይሮም ኣብዚ ሓደ ንሕና ኣነ ኩሉ ግዜ ደቂ ናይ ንግስ ሜሮን ቅድሚ ሕጂ ኣምፅኤ ኣምፅኤ ነይረ ኦኬ ድሕሪ ሓምሳ ዓመት ምውጋእ ግን እቲ ቦታ ኩሉ ኣዕንየሞ ንሓምሳ ዓመት ተዋጊኦሞ ከምዚ ሕጂ ኤርትራ ንሳላሳ ዓመት ምስ ኢትዮጵያ ተዋገእት ኦኬ ንሓምሳ ዓመት ንሓምሳ ዓመት ግን ዓበይቲ ዓለማት ክቅጥቅጡኻ ከለዉ ብጣዕሚ ብጣዕሚ ብጣዕሚ ከቢድ እዩ ተደጊሙ ከዓ እንደገና ንዓና ኣየዕረፉናን ምክንያቱ እንታይ እዩ ምናልባት በላሕቲ ድሕን ኮይና ኣብዚ ክንረኽቦ ኢና ኦኬ ሓምሳ ዓመት ቀጥቂጦሞም ዳሕራይ ሽዑ ገሊኦም ኣብ ሱዳን ተሪፎም ገሊኦም ኣብ ኤርትራ ተሪፎም ገሊኦም ከኣ ንሱርያ ከይዶም እዚ ብሓሙሽተ ሚእትን ኣርብዓን ቢሲ ስጋብ ሰለስተ ሚእትን ሓምሳን AD ካብ ቅድሚ ክርስቶስ እቲ ግዜ ቅድሚ ክርስቶስ ደልየኩም ካብ ቅድሚ ክርስቶስ ክርስቶስ ኤኒወይ ክልተ ሽሕ ዓመት እዩ ገይሩ ዝብሃል መን ምዃኑ ክርስቶስ ብዙሕ ግዜ ነጊረኩም እየ ክነግረኩም እየ ከኣ ደድሕሪ እዚኣ ፕሊስ ርኣዩ እዚኣ ከውጻኤ ኣላ ከኣኒ ናይ ፍራሚንጦስ ፍራሚንጦስ ናይ ፍራሚናጦስ ከኣኒ ከውጽእ እየ ምክንያቱ ፍራሚነጦስን ዒዜናን ኣሕዋት መሓዙት እዮም ፍሬንድስ እዮም ዋላ እቲ ካብ ካልእ ዓዲ ይኹን ዋላ እዚ መሓዙት እዮም ስለዚ ከመይ ኮኔክት ትገብር ንምንታይ ሕጂ ትመርዮ ዘሎ ክርድኣና ማእታን ሕጂ ክቅልጥፍ ኣለኒ ብዙሕ ስለ ዝብል እዚ ከዓ ከም ኣመሉ ብዙሕ ለሙስ ንዓይ ከማን ብዙሕ መሲሉኒ ብዙሕ መስል ግን ቅልጥፍ ቅልጥፍ ኢለ ክሓልፎ እየ በጃኹም ዕርፍ ኢልኩም ማይኩም ሒዝኩም ሓንጎልኩም ፍትሕ ኢልኩም ምኽንያቱ እዚ ኣነ ነዊሕ ግዜ እየ ከምዚ ናይዚ ካብ ዝእክብ ቁራጽ ቁራጽ ቁራጽ ካብቲ ቁራጽ ካብቲ ቁራጽ ካብ ሓደ ኣይኾነን ብዙሕ ኢንፎርሜሽን ካብትን ካብትን ከተጣምር ክትክእል ኣለካ ኦኬ እዚ ናተይ ጾም ይቐደም ጻኽዎ ናይ ነዊሕ ነዊሕ ግዜ ገይረ ነዚ ነዚ ክርኢ ማለት እዩ ነዚ ኢንፎርመሽን ብዙሕ ኢንፎርመሽን ኣለኒ ግን እዚ እስኪ ከውጾ ኢለ ንእሽተይ ሕውስውስ ይብል ይኸውን ግን ካብ ብዙሕ ቪድዮታት ስለ ደምጻኽዎ እዩ ኣብቲ ኣነ ኖት ዝገበርኮ ወይ ዝሰማዕኮ ወይ ደንበብኮ ወይ ተምሃርኮ ወይ ዝረኸብኮ ኤኒወይ ሕጂ ንግስነት ኣክሱም ኣብ ኢትዮጵያ ኤሪትራ ከም ዝድበርኩም ሱዳን ጅቡቲ የመን ስዑድያ የጠቓልል ነይሩ ኦኬ እዚኦም ናይ ናይ ፀሐይ ጩራ ናይ ፀሐይ ጩራ ማለት ከምዚ ኦብለስ ከምዚ ጠጠው ዝበለ ብእምኒ ተሰርሐ ኦብለስ ናይ ፀሐይ ጩራ ይርከቦም ኣብ ኩሎም እዚኣቶም ኣለዉ ኦኬ ግን ዳሕራይ እዚ ኦቶማን ዝበሃል ትፈልጥዎ ኢኹም ኦቶማን ዝበሃል ነይሩ ናይ ቱርኪ ንኹሎም ነዞም ኤሮጳ ዓዲልዎም ኦኬ እሳቶም እዮም ከኣ ኣላልዮሞም ኤኒወይ ንዓና ናይ ናይ ናይ ፓሪስ ሕጂ እዚ ኤልፋር ታወር ዝበሃል ካብኡ ዝተቐድሐ እዩ ኦኬ ከምኡ እውን ሃይለስላሴ ከማን ሓደ ካብዞም ንጉሳት ሕጂ ከምፀልኩሜ እቲ ናቱ ሳንቲም ክነግረኩሜ እቲ ሳንቲም ኣብ እቲ ናቱ ስእልስ ኣብ ሳንቲም ጌርዎ ኔሩ ሃይለስላሴ ምሽ እዚ ግን ቀዲሕዎ እዩ ካብ ናይ ካልእ ንጉስ ክነግረኩም እየ ሽሙ ከማ ንስኹም ክጽሕፉለይ ተስፋ ገብር ንጉሰ ነገስ ዝበለ ናቱ ሽም ኣይኮነን ናይቶም ታሪኽ ቀንዲ ነጋውስ ናታቶም ወሲዶም ድሰርሕዎ እዩ ሕጂ እዚ ግን ክትንክፍዎ ኣይደልዩም እዮም ኤውሮጳውያን ምክንያቱ ባዕላቶም ኣቦሓጎታቶም ስለ ዝጸሓፍዎ ነዚ ድሕን ተንኪፎሞ ከኣ ብዙሕ መጽናዕቲ ናይ ግድን ክገብሩ ኣለዉ ይገብሩ ኣለዉ ከኣ ይረኽቡ ኣለዉ ሕጂ መን እዩ እቲ መዘክ ላይብረሪ ናይ መቀመጢ ላይብረሪ መን እዩ ናይ ግድን ክዛረብሉ ክኽእሉ ኣለዎም እምኒ ይዛረብ ኢለኩም ክዛረብ ክዛረብ እዩ ከኣ ብዝኾነ እቲ ዝነውሐ ዝጸንሐ ኣብ ኣፍሪቃ እዩ ኦኬ እዚ ብትሕቲ መሬት ኣቑሑት ዝር- ዝርከብ ማለት እዩ ብ- ብ520 AD ንጉስ ኻልድ ናይ ኣኽሱም እ፣ ዓብደል ወሳብ ዝብሃል ከኣኒ እዚ እ፣ እዚ ዳሕራይ ይመስለኒ ክዛረቦ ነይርኒ ዓብደል እዚ ዓብደል ና- ዓብደልንዋስ ዝተብሃለ ንየመን ከኣ ንሱ ከኣኒ ደምሲስዋ ደምሲሱ ሒዝዋ ንግስነት ኣኽሱም ክንዲ ምንታይ ግፍሓቱ ንንግስ- ንንግስነት ኣኽሱም ክነግረኩም ኢለ እየ ኦኬ ንግሰነት ኣክሱም ከም የ ገይሩ ዳሕራይ ሒዙ ንዓታቶም ገዚእዎም እብል ኣሎ እዚ ዳሕራይ ክነግረኩም ነይሩኒ በዛንቲን ነቲ ይቋፃፀርዎ ነይሮም ኦኬ ቤተ ክርስቲያን ዳሕራይ ኣብኡ ሰሪሖም እዚ ዳሕራይ እዚ ቅድሚ ናይ ክርስትና እዩ ግን ዳሕራይ እቲ ክርስትና መፅዩ እዚ ኣብርሃ ኣፅፋ ኣይ ቲንክ እዚኣ ዳሕራይ ክነግረኩም ኤኒወይ እዚ ንጉስ ዒዛና ካብ ካብ ኣቡኡ ኣልኣምዲን ኣዲኡን ሶፊ ትበሃል ተወሊዱ ኣብ ኣዱሊስ እዩ ተወሊዱ ኦኬ እዚ ቅድሚ ሃይማኖት ሮማውያን ብክልተ ሚእትን ዕስራን ስጋዕ ሰለስተ ሚእትን ስሳን ቅድሚ ክርስቶስ ንግስነት ኣክሱም ይፍለጥ ኣዚ ንግስነት ኣክሱም ዝፍለጠሉ ኣብዚ ግዜ እዚ ኣብቲ ምስቶም ሮማውያን እዩ ok ከመይ ጌሩ ሕጂ ናይ ሮማውያን ድሕን ፍልጠታት ኣለኩም እቲ ንግስነት ናይ ኣክሱም ከኣ ሽዑ እዩ መጺኡ ሕጂ ሮማውያን መን ምዃኖም ከኣ ፈሊጥኩም ኣለኹም ዩ ሮማውያን እቶም ኤሮጳውያን እዮም እቶም ሕጂ እዞም ዩናይትድ ዩሮፕ ገልመታ ዝነብሩ ኤሮጳውያን እዮም ሮማውያን ok ከምዚ ካልኦት ይመስለና ብመጽሓፍ ቅዱስ ጌሮም ስለ ዘላለዩና ጸዓዱ ኤውሮጳውያን ማለት እዬም ዝተሓዋወሱ እዬም ግን ለሰ ኤውሮጳውያን እዮ እዚ ኤርትራ ኢትዮጵያ ሱዳን የመን ከምዚ ድበልኩም ስዑዲ ጁቡቲ ሶማልያ የጠቓልል ማለት እዩ እቲ ንግስነት ናይ ንግስነት ናይ ኣኽሱም ኦኬ ሕጂ ከርእየኩም እየ ስእልታት እንዳረኣኹ እየ ክኸይድ ምክንያቱ ኣብቲ ርእስኹም ከኣኒ ክትሰርሕዎ መዓታን ኦኬ እቲ ሕጂ ንግስ እቲ ንግስነት ናይ ኣክሱም ኦኬ እዚ ከንዲ ምንታይ ኣይ ዶንት ኖ ድሕን ትርእዮ ኣለኹም ሬድ ሲ ኣሎ ኦኬ እቲ ሬድ ሲ ምሽ ኣሎ ኔማን በዓል የመንን ስዑድያን ዳሕራይ ከዓ ንጸጋም ንጸጋም ንዓኹም ኔማን ማለት እዩ እኒህለኩም ኦኬ ገፊሕ ከም ዝነበረ ጥራሕ ኣብ ሓንቲ ኣይኮነን ተ ኣብ ሓንቲ ኣይኮነትን እታ ኣክሱም ዝበሃል እቲ ኣክሱማይት ኪንግዶም ዝበሃል ብጣዕሚ ገፊሕ ገፊሕ ገፊ ገፊሕ እዩ ኢንፋክት ግን እቲ ናቶም ግዝኣት ዝነበረ እቶም ኩሎም ነጋውስ ኣብኡ እዮም ነይሮም ማለት እዩ ዒዛና ብዙሕ እዚ ዒዛና ግን ኣብኡ ከሎ ከተለልይዎ እዚ ዒዛና ብዙሕ ውግኣት ኦኬ ከም ዘሕለፈ ብዙሓት ብግልፂ ዝተፀሓፉ ኣለው ብዙሕ ውግኣት ከም ዘሕለፈ እዚ ንግስነት ኩሽ ከዓኒ ንሱ ከም ዘዕነዎ ኦኬ ሕጂ እዚ ዒዛና ዝበሃል ብዙሕ ውግኣት ኣሕሊፉ ንምንታይ ኣሕሊፉ ሕጂ ብዝያዳ ኣብ ናይ ንጉስ ዒዛና ወይ ከኣ ኣብቲ ናይ ፍራሚናጦስ ኣብኡ ከብጽኤ ኣብኡ ክትርእይዎ ኢኹም ብዝያዳ ክርድኣኩም ማለት ኣን ኣነ ደልየ ደለኹ ግን ኣብቲ እንታይ ተረኺሙ እንታይ እዩ ሕጂ እንደገና ክጥይቑ ዝገብሮም ደሎ ማለት ኣን ክንፈልጥ ኢለ እየ ኦኬ ፕላስ እንታይ እዩ እቲ ኣክሱማይት ኪንግዶም እዚ ዓዛና ዋላ ኢዛና ዋላ እዚ ግእዝ ዋላ ገለ ዝበሃል ዘሎ እዚ ድሕን ደይተረዳኣኩም ኣይክርዳኣኩምን እዩ እዚ ድሕን ተረዲኢኩም ግን እዚኣ ድሕን ግዜ ሂብኩም ናይ ብሓቂ ሰሚዕኩማ እቲ ኣብቲ መሬት ከኣ ረእይዎ እሞ ብዙሕ ነገራት ክበርሃልኩም እዩ ኦኬ ሰለስተ ሚእቲ ኤዲ ኦኬ እቲ ቁጠባ እቲ ቁጠባ ናይቲ ናይቲ ሃገር እቲ ፖለቲካ ፖለቲካን ከም ዝዓነወ ጽሑፋት ኣሎ። ነቲ ቦታ ከም ዝድምስሱ እዚ ሕጂ ዝድምሰስ ዘሎ ኣብ ኤርትራ ሓድሽ ኣይኮነን ደቂ ነጋውስ ጌሮሞ እዮም ንብዙሕ ግዜታት እዚ ንሕና ሰትል ድሕን ደይገበርናዮ ኣይክገድፉናን እዮም ሰትል ልቢ ጌርና ክንፈልጥ ዳስ ዋይ ብዙሐት ዘጣይቁ ኣብ ኤርትራ ብዙሕም ዘጣይቆ መን ኢኻ ወዲ መን ኢኻ እንታይ ወለድኻ የጣይቆ እዮም ምኽንያቱ ምኽንያት ኣለዎ ምኽንያቱ ምኽንያት ኣለዎ እዚ ስለ ዝጠፍኤ እሳቶም ብኣፍ ብኣፍ እዮም ሕጂ እዚ መጻልኢ ኣይክኸውንን እዩ መፋቐሪ ክኸውን ይኽእል እዩ ግን እቲ ሓንጎልና ክንዲ ምንታይ እዩ እቲ ናትና ፊልተር ክንዲ ምንታይ ጽርየቱ ኦኬ ኢዩ ድሕን ከመይ ኢና ንወስዶ እቲ ህዋሳትናሲ ከመይ ኢዩ ዝበና ናይ ጽልኢ ድዩ ዝግፍጥ ዘሎ ሕጂ ዋላ ናይ ፍቅሪ እቲ ውግእ ኩሉ ዝነበረይ ምክንያታት ኣለዎ ምክንያቱ ሓደ ውግእን ድስትራክሽንን ሓደ ደምጽእ ናቱ ድደለዮ ነገር ክገብር እዚኣቶም ከምዚ ዝገብሩ ዝነበሩ ከኣኒ ሃይማኖት ከተኣታትው ስለ ዝደለዩ ኢዩ ኦኬ እቶ ሮማውያን ግዜ ኢዩ ሃይማኖት ክርስትና ኣምበር ኣብቲ ናይ ሮማውያን ግዜ ከማን ተሓቢኦም ክርስትያን ኔሮም ተተረኺቦም ዝቕተሉ ኔሮም ግን እቲ እቲ ፎሎሶፊ ናይ ሃይማኖት ናይ ያሁድ ናይ ክርስትያን ናይ ኣስላም እዚኤን ሰለስቲኤን ግን ከተኣታትዎን ከምዚ ሕጂ ከምዛ ሕጂ ካልእ ነገር ኣይኮን ከምዛ ሕጂ እንታይ ይገብሩ ኣለዉ ዓለም ኦኬ ሓደ ነገር ከተኣታቱ እዚኣ ብጣዕሚ ብጣዕሚ ኢምፖርታንት እያ ኦኬ ኣስተብህሉ ሕጂ እንታይ ይገብሩ ኣለዉ ንሰብ ኣበይ ኣበይ ይገብርዎ ኣለዉ ኣበይ ሓንጎሉ ይተኽልዎ ኣለዉ ኣበይ የምጽዎ ኣለዉ ኣብቲ እሳቶም ዝደለይዎ ብብረት ኣይኮነን ዝቀትልኻ ቀደም ብብረት ብኻራ ብገልምታት ይቀትልኻ ነይሮም ዋላ ብሴፍ ዋላ ብፋስ ሕጂ ብዝፍልይ ዝበለ ተፋላሊለ ግን ኢሎም ኢሎም እቲ ንሳቶም እቲ ዓለም ክትኮኖም ዝደልይዎ እሳቶም ልዕሊ ሰብ ነጋውስ ኮይኖም ክነብሩ ሕጂ ናይ ሰብ ዲ ማዕረ ኮይኑ ክነብር ወይ ከኣ እቶም ነጋውስ ኩሉ ግዜ ባራዩ ጌሮም እንዳቐተሉ እንዳሓረዱ እንዳሰውኡ ክነብሩ እዚ ናይ ኩሉ ሰብ ታራ ኢዩ ኩሉ ሰብ ሓደ ስለ ዝኾነ ነዛ ዓለም ሓቂ ኣለዎ እንታይ ይደሊ ድሕን ባርያ ክትከውን ነቶም ነጋውስ ክኾኑ ዝደልዩ ተንጨብጭበሎም ብድኾነ እዚ ከም ክፉእ ከይረኤ ንለውጢ ስለ ዝነበረ ኢዩ ካብ ሓደ ዓይነት ሃይማኖት ናብ ካልእ ዓይነት ሃይማኖት ምኽንያቱ ንሕና ክርስትያን ኣይነበርና ዋላ ኣስላም ኣይነበርና ክርስትያን ኣስላም ክንከውን ሕጂ ትማሊ እዩ ትማሊ ብዙሕ ሰብ እንታይ ይበሃል ዝኸውን ዘይፈልጦ ኣገዲዶም ኣነ ኢለኩም እየ ኣገዲዶም ኢዶም ጠውዮም እዮም ኣብሊዕምና ብዝኾነ እዚ ድሕን ሪሰርች ጌርኩም ፈሊጥኩሞ ንነብስኹም ትድሕኑ ንነብስኹም ኢኹም ትድሕኑ እዚ ቅልውልው ፅላለ ይኹን ነፍሰ ቅትለት ክፍኣ እዚ ቅልውሉ ገለ ኩሉ እዚ ዕዳ እዩ ሓጢኣት ዝብልዎ ሓጢኣት ዝብሃል ነገር የለን ግን ክትፈልጥ ኣለካ መን ምዃንካ ንዕኡ ክትረግጾ ኣይግባእን ብድኾነ ምክንያቱ ንሳቶም ኣካፊኦሞ ሕጂ ንኣብነት ገድሊ ናይ ኤርትራ ኣሎ ገድሊ ናይ ኤርትራ እቲ መጋደሊኦም ፍሉጥን ጽፉፍን እዩ ነይሩ ግን ኩሉ ሰብ ከምኡ ዶ ይሪኦ ተጻዊቶምሎም ዶም እንደገና ከምኡታት ሕጂ እቲ ዝነበረ ኣነባብራ ጽፉፍ እዩ ነይሩ ኣካፊኦም ግን እዚ ክርስታን እስላምን የሆድን ዝባሃልን ኣምጺኦምሎም ዘን ስለስተ ናይ ኣብራሃም ረሊጅን ዝባሃል ብድኾነ ሕጂ ብዙሕ ተዛሪበ ኣብዚ እንታይ ይባሃለይ ንግስነት ኣክሱም ኦከይ ሕጂ ከርእየኩም እየ ሓንቲ እዚ ንግስነት ኣብ ኩሉ ከም ዝነበረ ኣብ ኣብ ኤርትራ ኣብ ኣብ ኩሉ ቦታ ከም ዝነበር ኣብ ኣዱሊስ ባዕሉ ሃህ ኢሉ ዝወጸ ኣሎ ኣብ ኣርባዕተ ኣስመራ ኣሎ ግን እታ ስእሊ ዘላትኒ ናይ ኣብ ደቀምሓረድን በዛን ተማራመርቲ ረኺቦሞ ብዕለቱ ኣሎ ድሕን ጉጉል ጌርኩሞ ክትረኽብዎ ትኽእሉ ኢኹም ኣብ ቤተ መዘከር ኣሎ ከርእየኩም እየ ምኽንያቱ እቲ ናይ እተን ናይ ኣርባዕተ ኣስመራን እቲ ሓንቲ ግን የብለይን ስለዝኾነ እዚኣ ናይ ደቀምሓረ ድምበዛን ኣብኡ ሕጂ እቲ እቲ ጽቡቕነቱ ኣብኡስ እንታይ እንታይ ትጽሕፈት ተረኺቡ ኢቲ ኢምፖርታንት ኣበይ ተረኺቡ ኣይኮነን ዋላ ኣብይ ኣሎ ኣይኮነን እዚ ትርእይዎ ኣለኹም እዚ እምኒ እዩ ኦኬ ብዙሕ ግዜ ኣሎ ሕጂ እዚ ኣይሆብ እቲ ሽም ናይቲ ሰብኣይ ክትነግሩኒ ናይቲ ንጉስ ዝተረኸበ እንታይ ጽሑፍ ኣለዎ ኦኬ እቲ ጽሑፍ ንጉስ ነገስታት ስምዑ ሕጂ ንጉሰ ነገስታት ሃይለ ስላሴ ንጉሰ ነገስታት ኢሉ ዝፅዋዕ ነይሩ ካብዚኣ እዩ ኮፒ ገይርዋ ሕጂ ብዙሕ ኮፒ ዝግበር ነገር ኣሎ ናይ ኤርትራ ኩሉ ግዜ ኤርትራ ፈጣራት እዮም ምክንያቱ ብዙሕ ነገር ኣሎ ኣነ ሕጂ ብዚ ክዘርቦ ዘይደሊ ሕጂ እዚኣ ንጉሰ ነገስ ናይ ኣክሱም ኩሎም ኣብ ኣክሱም ብዙሓት ነገስታት ኣሎ እሱ እቲ ዝለዓለ ንጉስ እዩ ነይሩ ሽሙ ፕሊስ ጸሐፉለይ ብትግርኛ ኣነ ከመይ ክብሎ ኣይኮነን ሳምበራጽ ወይ ከኣ ሳምበራዝስ ሳምበራዝስ ንዕስራን ኣርባዕተን ዓመት ነጊሱ ሕጂ መጽዩ ኣብቲ ቦታ ኣብኡ እዩ ጽሒፎምሉ ብእንታይ ይበሃሉ ኣብኡ ተቐቢሩ ተረኺቡ ሕጂ እዚ ሰብ እዚ ግሬት ንጉስ እቲ ግሬት ክበሃል ግሬት ዝበለጸ ማለት እዩ ኦኬ ዓቢ ኦኬ ክቡር ማለት ኢዩ ምሽ ኡሲካ ንጉስ ጥራሕ ዘይኮነስ ግሬት ሕጂ ከምኡ ኣሎ ሕጂ መን ኢዩ እዚ እንታይ ኮይኑ ዘይተረከበ እንታይ ኮይኑ ናይዚ ታሪክ ዘይተረከበ ሃው ኤቨር ግን እቲ ናቱ ታሪክ ግን ሃይለስላሴ ወሲድዎ ኣሎ ንጉሰ ነገስት ኢዩ ዝብሃል ነይሩ ሃይለስላሴ ኣብ ርእሲኡ ከኣኒ ካብዚ ድመጸ ሳናቲም ከርእየኩም እየ እሞ እቲ ሰናቲም ኢንፋክት ኢዛና ክርስ እዚ ኢዛና ክርስትና ብሓይሊ መሰእተወ ኦኬ ናብቲ ናፍቶም ሰባት ክነግረኩም እየ ሕጂ እቲ ሰናቲም ኣርእየኩም እየ ደቂ ነጋውስ እዚ ክትፈልጥዎ ናይ ግድን እዩ ምክንያቱ ኣነ ዓቕሊ ኣለኒ ኮፍ ኢለ ሪሰርች ክገብር ስለዚ ኣነ ንዓኻትኩም ኣምፅየ ደየርእየኩም ምክንያት ዋላ ሓደ የለን ኦኬ ሕጂ ከርእየኩም እየ ናይ ሃይለ ስላሴ ድሕን ደይትፈልጥዎ ኮንኩም ኦኬ ሪኦ ናይ ሃይለ ስላሴ ሳንቲም ኦኬ እዚ ንፀጋም ዕብይ ዝበለ ትርእይዎ ኣለኹም እዚ ዕብይ ዝበለ ሃይለስላሴ እዩ እቲ ሓደ ካዓ ኢዛና እዩ እቲ ናቱ ሳንቲም ኦኬ ንምንታይ ሰሪሕዎ ማኣታን ኣብ እንዳ ዝኾነ ገዛ ክኣቱ እቲ ሳንቲም ነቲ ዓዲ ኩላ ኣስላም ካዓ ግብራ ዋላ ኣስላም ክርስትያን ከም ዝገበሮም ኩሉ ሓደ እዩ ኤኒወይ ናዓይ ከይትርእይዎ ኣለኹም እቲ ሰልዲ እንታይ ኮይኑ ደቢኑ ሎማዓንቲ እዚ ኣያናይ ክርዳኣኒ ኣይክኣለን ኣሎ እዚ እቲ ሰልዱ ማለት እዩ እዚ ሰልዲ ኣብ ኩሉ እዚ ናይ ዒዛና ሰልዲ ኣብ ኩሉ እዩ ዝርከብ ኣብ ኩሉ ቦታታት እዩ ዝርከብ ኤኒዌይ ኣብ ኣባና ጥራሕ ዘይኮነ ምክንያቱ ንኩሉ ሰብ ብሓይሊ ኣገዲዱ ክነግረኩም እዩ ከመይ ገይሩ ኣገዲድዎም ስለ ዘበለ ስለ ድሃቦም ሰልዱ ከዓ ስለ ዝገበረ ሕጂ ኣብ ኩሉ እዩ እቲ ሰልዲ ዋላ እቲ ስለ ደስ ደኸስቶኖም ኦኬ ኦርተዴክስ ምሽ ጌርዎም ኦኬ ንሄለኩም መስቀል መስቀል ኦኬ ናይ ክስታይ ከይመስለኩም ናይ ሃይማ ኣነ ነጊረኩም እየ ምሽ መስቀል ትርጉም መስቀል ነጊረኩም እየ መስቀል ናይ ናይ ክርስትያን ከም ዘይኮነ ወርሒ ከዓ ናይ ኣስላም ከም ዘይኮነ ናትና ናይ ቀድ ናይ ቀዳሞት እቲ ኣነ ኬፍ ዝህበኒ ናይ ናይ ፍጥረት ማለት እዩ ብድኾነ ግን ዝኾነ ነገር ድሕን ናትና ኮይኑ ከም ድሌትና ጠጦይና ጥራሕ ኣይነጥፋኣዮ ዋላ እቲ ኮኾብ ድዩ ዋላ እቲ ክስታይ ግን ኣይነጥፋኣዮ እቲ ትርጉም ኣይነጥፋኣዮ ንኣክቦ ምክንያቱ ንዓና ዘሕውየና ነገር ኣብኡ ስለ ዘሎ ምሽ ድኣመነ ድሓነይ ኣብኡታት ስለ ዘሎ ክእከብን ክንመሃረሉን ክንፈላሰፈሉን ኣለና ኣለና ግን ነጊረኩም እየ መስቀል እንታይ ምዃኑ ወርሒ እንታይ ወርሒ ሰበይቲ ኣብ መስቀል ከኣ ሰብኣይ ምዃን ወይ ከኣ ፀሓይ መስቀል ኤኒወይ ንጉስ ንጉሰ ነገስ ኣብ ዓለም ሲምፕራስ ንሱ ጥራሕ እዩ ንጉሰ ነገስ ኣብ ዓለም ዝተባህለ ንሱ ጥራሕ እዩ እዩ ብዙሕ ብዙሕ ተረኽበ የለን ግን መፅናዕቲ የድሊ ሕጂ ኮሽን ይሓቱ ኣለዉ እዚ ሰብኣይ እንተኮይኑ ደይ ተረኸበ ኣበይ ኣሎ መን እዩ ንጉሰ ነገስ ናይ ኩላቶም ነጋውስ ንምንታይ ተሓቢኡ ተሓቢኡ ንዓና ብሉና ኣለዉ ምናልባት ነዞም ሕጂ ሪሰርች ዝገብሩ እቶም ቀዳሞት ግን ምናልባት ኣብቲ ላይብረሪ ኣእትዮሞ ክህሉ ይኽእሉ እዮም ድሕን ፋይናንስ ገንዘብ ጥራሕ እዮም ዝደልዩ ወይ ከዓ ጥጡሕ መሬት መሬትካ ድሕን ጠጢሑ ትማራምር እዚ ሕጂ ናህናሲ ኣብ ደገ ድወፀስ ንሕና ባዕልና ኣውፂና ዘይንማራመር ሽዑ ንዓና ምኸፈሉና ክመሃሩ ማእታን ዶኪመንት ክገብሩ ንዓና ከማን ምስ ከፈሉና ወይ ብናጻ ቮለንተሪ ኣምጺኦም ምስ ኣተዉ ነይሮም ንሕና እንተ ንተሓሓዞ ነርና ምክንያቱ እዚ ታሪክ እዚ ድሕን ኣክቢርና ዲ ሓዝናዮ ብዙሓት ሰባት ኣሎ ካበይ ከም ዝመጹ ዘይፈልጡ ሎስት ሜንየም ካበይ መፅም ኣይፈልጡ ናበይ ይኸዱ እዚ ቨሪ ሲሪየስ እዩ ኦኬ ዳስ ዋይ ዝፅዕሩ ዝፅዕሩ ዝፅዕሩ ዝሰርሑ ሪሰርች ዝገብሩ ዝእክቦ ምክንያት ኣለዎም ሕጂ ንኣምነት ሓደ ቆልዓ ድሕን ኣዲኡ ዘይፈልጥ ኮይኑ መን እያ ኣዲኡ ኩሉ ግዜ ዕድሚኡ ሙሉእ እዩ ዝደጣይቀላ ኣይኮነን ድዩ ከምኡ ማለት እዩ ዝኾኑ ሰባት ኣለዉ so ይስለዓሎም እዩ ባጀት ክሕዝዎ ክርእይዎ ካብኡ ከኣ ክመሃሩ ክሰርሑ ከምዚ ሕጂ ንጉሰ ነገስት ሃይለ ስላሴ ንጉሰ ነገስት ዝበል ንጉስ ናይ ነጋውስ ድበለ ካበይ መጺኹም ኣም ብዙሕ ኣይብልን እዩ ግን ሕጂ እዚ ድሕን ኣጽኒዕኩሞ ጽን ኢልኩም ሰሚዕኩምኒ ክርድኣኩም እዩ ሕጂ ኩሉ ግዜ ነቲ ሓደ ሰሪቆም ከምዚ ሕጂ ብ ኤርትራ ድበሃል ዘሎ ዋላ ኣብ ትግራይ ዝበሃል ዘሎ ብዙሕ ነገር ይግበር ኣሎ እቲኦም ገለ ገብሩ እቲኦም ገለ ገብሩ እቲኦም ገለ ገብሩ እቲ የዕኑ እቲ ይዕኑ እቲ እዚ ምዕናው ንምንታይ ንምንታይ ምዕናው ተደልዩ ምክንያቱ ገንዘብ ኢንቮልቭ ኣሎ ሽመት ኢንቮልቭ ሽመት ኣሎ ገንዘብ ኣሎ ንፍዕ ከዓ ክበሃሉ በቶም ዓበይቲ ካልእ ዋላ ሓንቲ ምክንያቱ ዋላ ሓደ ሒዝካ ትመፅን ኢኻ ዋላ ሓደ ሒዝካ ኣይትኸይድን ኢኻ እዚ ብቆልዕነቱ ሰብ ክትከለሉ ክኽእል ኣለዎ ሙሉእ ክኸውን እዞም ኣብዚ ቀዳሞ ዝነበሩ ሙሉኣት እዮም ነይሮም ግን ስሱዓት መፂኦም ናይ ብሓቂ ድስትሮይ ገይሮሞም ድስትሮይ ብደይ ትንፋስ ቀጥቂጦሞም ኣብ ኩሉ ግዜ ከኣ ኣብ ገዛኻ ዝኣተወ እዩ ዝፈልጠካ ዘዕንወካ ምኽንያቱ ንዒዛና ክነግረኩም እየ ፍራሚናጦስ ዝበሃል እስ ብኡ ክዛረብ እየ ክትርእይዎ ኢኹም ክልቲኤን ኣጋጥምዎን ኢኹም ሕጂ እሱ እቲ ፍራሚናጦስ እዩ ከማነይ ነዚ ክርስትያን ኣይ ጌርዎ ኦኬ። ሶሲ ኩሉ ግዜ ኣብ ገዛኻ ኣምጺኻ ዘዕበኻዮ ዘምሃርካዮ ዝወለድካሉ ዝወለድካዮ ዋትኤቨር ዝተሓዋወስካ ኢዩ ዘብለካ ስለዚ ኣብዚ ምጥንቃቕ የድሊ እዚ ብጣዕሚ ዓቢ ትምህርቲ ኢዩ ብዝኾነ ኦኬ ኣብዚ ግዜ እዚ ስልጡናት ኦኬ እቲ ቦታ ኣዱሊስ ብእምኒ ኦኬ እቲ ኣብ ኣዱሊስ ዘሎ ቦታ ከማነ ኦኬ this is very good ኣነ ከርእየኩም እየ እቲ ኣብ ኣዱሊስ ዘሎ ጠጠው ኢሉ ይብሉ ዒዛነ ክገብሮ ይኽእልን እዩ ምክንያቱ ዒዛን ኣዕናዋይ እዩ ካብ ታሪኹ ካብቲ ዝፈተሽዎ ክነግረኩም እየ እንታይ ገይሩ እንታይ ይበሃል ክገብርስ ኣይኽእልን እዮም ድብሉ ነቲ ኣብ ኣዲሊስ ዘሎ እዚ ሕጂ ነዚ ካልእ ዳ ከይትርእዩ እምበር እዚ ዶ ትርእይዎ ኣለኹም እዚ እምኒ እቲ ዝፀሓፈ ጠጠው ድበለ ኦኬ ከርእየኩም ብዝያዳ ከምዚ ገይረ ኦኬ እንታይ ጥውጥዊ ድብል ዘሎ ሪጎ እዚ እምኒ ኦኬ ጽሑፍ እዩ ብግእዝን በቲ ናይ ቀደም ግሪክን እተጸሓፈ እዩ ጠጠው ዘበሎሲ ዒዛና ክኸውን እዩ ኣይኽእልን እዩ ዝበሃል ንጉስ እዩ ነይሩ እዚ ሰብኣይ ክኸውን ኣይኽእልን እዩ ምትም ክስታይ ክርስትና ዘተኣታተወ ሮማውያን ዘተኣታተወ ግሪክ ገለመለ ዘተኣታተወ ናብቲ ኤርያ እሱ ክኸውን ኣይኽእልን እዩ ምክንያቱ ሲ ግሬት ዝተባህለ እዚ ሰብኣይ እዚ ሰብኣይ ክኸውን ኣለዎ እዚ ሰብኣይ ሕጂ ሽሙ ፕሊስ ዝምብራጽ ዝምብራጽ ትምራጽ ኢለዮ ኣለኹ ግን SEMBRTHES ok Sembraz I don't know ከመይ ይጽዋዕ እቲ ናይ ትግርኛ ሽሙ ከማን ኣይፈልጥን ከምኡ ሰሚዐ ኣይፈልጥን ንስኻትኩም ድሕን ትፈልጡ ኮንኩም please ኣነ ብዙሕ ኣሽማት ኣይፈልጥን እየ ከማን ነይረ ጸሓፉለይ ኢኹም ሕጂ እዚ ሰብኣይ እዚ ክኸውን ኣለዎ እቲ ኣብ ኣድሊስ ወላ ኣብ ካልእ ቦታታት ዘሎ ጠጠው ዘበለ እምበር እዚ ካልኦት ካብቲኦም ናይ ኣክሱምሲ ኣዕነውቲ እዮም እምበረይ ጠጠው ከብሉ እዚ ኣነ ኮንኩን ድብሎ ዘለኹ እሳቶም እዮም ኮን ምክንያቱስ ከምኡ እዩ ሓደ ረባሽ እንተኾይኑ ክርብሽ ክጽይቕ እምበረይ ክሃንጽ ኣይክእል ሓደ ግን ሃናጺ መሃሪ ግሬት ድሕን ተባሂሉ ግን ጽቡቕ ግብሪ ከም ዝገብር ሰብኣኡ ከሎ ይፍለጥ እዚ ቆልዓ ክፈልጦ ይኽእል እዩ ከምኡ እዩ ዝብሃል ዘሎ ኣብቲ ደገ ማለት እዩ ኣብ ኣዱሊስ ዘሎ ነጊረኩም እየ ኣብ ኣብዚ ቦታ ነጋውስ ነጋውስ ሜሮን ስጋብ ኣብዚ ቦታ ነጋውስ እዞም ነጋውስ ሜሮን ሜሮናውያን ዝበሃሉ እዞም ላዕልን ታሕትን ነጊረኩም እየ እንዳኸዱ ኣብቲ ናይ ባሕሪ ናይል ዝነብሩ ዝነበሩ ዝሽቅጡ ኣቀርኒ ናይ ሓርማዝ ቀመማት ኣዋርቕ ዝሸቅጡ ነገድ ዓበይቲ ነገድቲ ናይ ባሕሪ ዝነበሩ ብ ሓሙሽተ ሚእቲ BC ቅድሚ ክርስቶስ ok ቅድሚ ክርስቶስ እዩ ክብለኩም i don't know ካልኦት ቋንቋ ተለኩም ከኣ ርኸቡላ ከመይ እያ ትበሃል ግን BC before Christ ማለት እዩ ምስ ሮማውያንን ይነግዱ ነይሮም ሃይማኖት ኣይነበሮምን ኣብዚ ግዜ እዚ ሃይማኖት ምስልምና ይነበረ ሃይማኖት ክርስትና በላሕቲ ነጊረኩም እየ እዚ ከመት ክበሃል ከመት ኬሚካል ማለት እዩ ከመት ኬሚካል ካብ ካብ ኬሚስትሪ ኬሚ ኬሚስትሪ ማለት እዩ ኦኬ ንፉዓት ከናይ ኬሚስትሪ ኣስትሮሎጂ ዋላ ቢልደርስ ገለ እዮም ነይሮም ኦኬ ንሳቶም ዝተኣማመኑ ዝነበሩ ኣብ ኣቶምን ኣብ ናታቶም ስድራ ቤትን ከም ዘይሞቱ immortal ከም ዘይሞቱ ኢዩም ድፈልጡ ጸሓይ ኣይኣምኑ yes ኣነ ጸሓይ ኣምን ነጊረኩም እየ ብጸሓይ ብመሬት ኣምኑ yes መሬት ኣነ ነጊረኩም እየ ኦኬ ከምኡ ዓይነት ከምዚ ኣነ ዝስማዓኒ ነፍሰይ ከምኡታት ዓይነት ሃይማኖት እዩ ነይሮም ግን እንታይ ይብል እዚ ዒዛና ነቲ ናታቶም ጣኦቶም ጣኦት እዩ ዝብሎ ጣኦት ከም ጣኦት ኢኻኣ ድፍለ ድብሃል ዋላ ኣብዚኦም ናይ ሃይማናታውያን ኣይዲል ዋላ ኣብዚ ናይ ኢንግሊሽ ውን ኣይዲል እዮም ዝብልዎ እዮም ድኣምኑ ገለ እዩ ዝብሃል ከም ብዓል ጻሓይ ማይ ሕጅስ ማይ ኒሕና ማይ ኣነ ኔግረኩም እየ ኒሕና ማይ ማይ ሙኻና እቲ ብፍልሰፋ ዝነብርዎ ዝነበሩ እቲኣቶም ስለ ዘይፈልጥዎ ሕጂ ሰብ ኩላ ናብኣ ትምለስ ኣላ ስለ ዘይፈልጥዎ ዝነበሩ ሕጂ ናብኡ ንኽምለስ ብዙሓት ሰባት ይሰርሑ ኣለዉ ኦኬ ካብዚ ሃይማኖት ምክንያቱ እዘን ሃይማኖት ፖፕ ነጊሩ እዩ ምስሓኣ ኢሉ እዩ ነጊረኩም ይሃቅን ሕጂ እዚ ኩሉ ሃይማኖታት ሰብ ከም ዝሰርሖ ማለት እዩ ነቶም ትሕት ዝበሉ ማታን ዲሲፕሊን ስርዓት ክገብሩ ከይባልዑ ነንዕድሎም ተባሂሉ ግን ንኤርትራውያን ወይ ከኣ ናብቲ ኤርያ ዝነበሩ ኣነ ኩሉ ግዜ ኤርትራዊ ዝብል ንኤርትራውያን ኤርትራዊ ስለ ዝኾንኪ ኣብቲ ሰብ ዝነበሩ ግን ሓንጎሎም ምዕብል ዝበለ ስለ ዝነበረ ኣብ ናይ ምቅትታል ዳሕራይ ግን መጽዮም መጽዮም ግን ኣብቲ ናይ ኣክሱማይት ግን ድቋራረጹ መጽዮም ብድኾነ እዚ እዚ ድሕን ተማሂርና ኣብዚ ኩሉ ሰብ ክሓዊ ይኽእል እዩ ኩሉ ሰብ ኦኬ እዚ ከምዚ ስለ ዝኮነ ከምዚ ማለት እዩሞ ከምዚ ጌርና ክንኣልዮ ኦኬ ኦኬ እዚኣ ቨሪ ሲርየስ እያ ኣይ ሆፕ ኣብዚ ሕጂ ኩሉ ዝካየድ ዘሎ ኣብ ኤርትራ ሲ እዚ ድሕን ተማሂርናዮ ኔርና መ ውሕጅ ከይመጽስ ወዲ ወ- መገዲ ውሕጅ ትጸርግ ይበሃል ኣበይ በጺሐ ኣለኹ እቲ ከማን ኣይገብሮን በዚ ግዜ እዚ ስልጡናት ናይ እ፣ እስኪ የ- በዚ ግዜ እዚ ስልጡናት ነይሮም ስብ ok ናበይ ይኣምኑ ነይሮም እንድዮም እስኪ ስብ ናብ ኦም ይመጽእ ነይሩ ክምሃር እየ ነጊረኩም ነይረ ቅድሚ ሕጂ እሱ ከማን ንግሪክ ከም ዝምሃርዎም ሕጂ ኣቦሓጎታትኩም ይምህርዎም ነይሮም ናብኣቶም ካብ ሙሉእ ዓለም ይመጹ ነይሮም ክምሃሩ ቅድሚ ሕጂ ኣርእኩም ነይረ ድሕን ኣብዚ ኣላትኒ ከርእየኩም ክፍትን እየ ኣይሰኣልክዋን ማለት እዩ ክመሃሩ መጹ ነይሮም ኢሞርታል ከምዚ ኣብ ኣብ ፋሚሊኦም ድሓለፉ ክመርሕዎም ኣብ መላእኽቲ ክመርሕዎም መንገዲ የማን ክመርሕዎም ስርዓት ወይ ከዓ ክህብዎም ወይ ከዓ ተኣኪቦም ይዕልሉ ከመይ ይሕሸና ድብሉ ዓይነት ሰባት እዮም እዚኣ ናይ ኢሞርታሊቲ ከዓኒ እዚኣ ስእሊ እዚኣ ድሕን ትፈልጥዋ ኮንኩም እዚኣ ትፈልጥዋ እንዲኹም ኦኬ ሰብ ከም ዘይመውት እዚኣ ናይ ቀደም እያ ወይ ከኣኒ ምናልባት እዚኣ ድሕን ትፈልጥዋ ኮንኩም እቶም ኣርቲስት እኮ ክትፈልጥዋ ኢኹም እዚኣ ኦኬ ካልእ ነገር ከም ዘሎ ንሕና ዘይንሪኦ ኦኬ ፍልጠታት ዘለዎም እዮም ነይሮም ሕጂ ግን እንዳተራቐቑ ኣምፅኦማ ዘለዉ ብርሃን ንሕና ከም ዝኾንና ንሕና ኣይንመውትን ኢና ነፍስና እዩ ዝመውት እምበር ንሕና ኩሉ ግዜ ኢና ንነብር ብማለት እዚኣ ንሄለ እቲ ሶል እቲ ነብስኻ ወጺኡ ካብቲ ስጋ ክኸይድ ከሎ ሕጂ ክማን ክብስእልዎ ገለመታት ይጅመር ኣሎ ገለመታት ይብሉ ግን እሱ እዩ እታ ናይ ግሪክ ኣይረኸብኳን ደለኹ መምሃራኖም ከም ዝነበሩ ናይ ናይ ወርቂ ሰብ ከም ዝነበሩ ኸኣኒ ስእሊ እዚ ናይ ቀደም እዩ ናይ ቅድሚ ሰለስተ ኣርባዕተ ሽሕ ኦኬ ሰለስተ ኣርባዕተ ሽሕ ዝነበረ ስእልታት እዮም ክን ቅድሚ እዩ ክኸውን ይኽእል እዩ ኣነ ኤግዛክትሊ እቲ ኣብ ቅድመይ ስለ ስለ ዘየለ እዚ እዩ ድመስል ኣበይ ኸይዱ እዚ ግሪካውያን ከም ዝምህሮም ዝነበሩ ስእሊ ለኒ ዳሕራይ መዓልቲ ከርእየኩም እየ ምናልባት ከርእየኩም እየ የላን ኣብዚኣ ብድኾነ ኣብዚ የለን ሶ ክመሃሩ ኢሎም መፅዮም ኣብኡ እቶም ነንፉዓቶም ኣክሰፕት ገይሮሞ ምኾኑ ከምቲ ናይ ዒዛና ከመይ ገይሩ ናብ ክርስትያነይቲ ተቐይሩ ብዝኾነ ኣትዮም ኣብ ገዝኦም እዮም ሕጂ ከ ኣብ ገዛና ኣትዮም ኣብ ገዛና ዝኣተዉ ድበልዑ ድሰተዩ ዝተምሃሩ ሕጂ እንታይ ይገብሩ ኣለዉ እዚ ክንፈልጥ ኣለና ሓድሽ ነገር ኣይኮነን ካብዝስ እንታይ ንመሃር እዩ ኦኬ ሕጂ ኣበይ በጺሑ ኣለኹ ኣብዚ ግዜ እዚ ስልጡናት ከም ዝነበሩ ነጊረኩም እየ ኣሌክሳንደር ዘ ግሬት እዮም ዝብሉ ግሪኽ እዩ ኣሌክሳንደር ግሪኽ እዩ ኦኬ ብሰለስተ ሚእትን ሰላሳን ክልተን ቢሲ ቅድሚ መጀመርታ ኣብ ኣብቲ ከመት ኣብቲ ኤርትራ ኣብቲ በዓል ኤርትራ ኢትዮጵያ ሱዳን ምስሪ ምስሪ ሕጂ ድበሃል ኑባ ዘበሃል ዝነበረ ማለት እዩ ኣብቲ ኤርያ ሕጂ ኣብቲ ናይ ኣክሱማይት ኪንግዶም ክብለኩም እየ ኣብኡ ንመጀመርታ ግዜ መጽዩ ማለት እዩ ኣብ ከሜት ብሓሙሽተ ሚእትን ዕስራን ሓሙሽተን ከኣ ጠቕሊሎም ሒዞማ ኣይጸንሑን ካብ ሰለስተ ሚእትን ዕስራን ሰላሳን ክልተን ቅድሚ ክርስቶስ ኣብቲ ናይ መጨረሽታ ማለት እዩ እቶም ሮማውያን ድቕ ክቐትሉ ዘዝተወለደ ቆልዓ ክቐትሉ ገለ ዝበሃል ታሪክ ምሻላ ኣብታ ግዜት እያ ንእሽተይ ነዚኣ ድሕን ከመይ ረኽብኩማ ከዓ ንእሽተይ ከዓ ድሕር ኢላ ከዓኒ የምክን ሓንቲ ምፃልኩም ግን ካብዚኣ ካብታ ናይ ስዑዲ ዝበልኩኹም ምሽ ከምፀልኩም እየ ነዚኣ ኢለኩም ነይረ እዚኣ ምፅልኩም ኣለኹ ናይ ፍራሚናጦስ ክነግረኩም እየ ምናልባት ቅድሚ እዚኣ ንእሽተይ እዛረብ ኸውን ኤንዮ ከምቲ ናታትኩም ሪፕላይ ማለት እዩ ከምቲ ናታትኩም ብዝኮነ ምክንያት ምሳኩም ክጻላእ ኣይደልን እየ ክፈትወኩም እየ ሸር ግበርዎ ሕጂ ተፋቲና ኣለና እምበር ተጸሊእና ኔርና ኢና መጀመርታ ከቢድ እዩ ድሕን ደይተማሃርካዮ ድሕን ሓንጎልካ ደይለመዶ ብጣዕሚ ብጣዕሚ ከቢድ እዩ ብጣዕሚ ከቢድ እዩ ኣነ ኣይ ኣንደርስታንድ ቶታል ሕጂ ብዝኮነ ሸር ግበርዎ ደቂ ነጋውስ ታም ኣብ ግበሩ ድሕን ቀልጢፈኩም ሓንሳ ሓንሳ እብታ ከቲ ሓቂ ገርና ኣይሓርቐን እየ ብዝኾነ ፅቡቅ ኣለኹ ኣነ ጥራሕሲ እቲ ዝፈልጦሲ ፅቡቅ ኣለኹ ፍ ኣሎ ፋሕ ከብሎ ደልየ ክኣስሮ ኣይደለኹን ምሳይ ሒዘዮ ክኸይድ ኣይደለኹን ሸር ክገብር ደልየ ክህበኩም ደልየ ኦኬ ባሕሪ ነገስታት ዝጽዋዕ ኦኬ እዚኣ ኢለያ እንዲ ኦኬ ባሕሪ ነገስታት ዝጽዋዕ ዝነበረ እዩ እዚ ኩሉ ባሕሪ ነገስታት ዝበሃል ማለት እቲ ናይል እታ ናይ ናይል እታ ሬድ ሲ ኣሎ ናይ ናይ ኢለ ኣሎ ብጣዕሚ ገፊሕ እዩ ላዕልን ታሕትን እዮም ዝብሉ ነይሮም ኤቭሪዌር እዮም ስጋዕ ቻይና ኢንድያ ኤቭሪዌር እዮም ዝኸዱ እዚ ኣፍሪቃ ከዓኒ ሓንቲ መቆሸሻ ኣብዚኣ ኣፍሪቃ እዚአን ኩለን ዓለማት ኣብቲ ከብዲ ኣፍሪቃ ድሕነ እቲኻየን ኣፍሪቃ ትዓቢ ከይመስለኩም ኣፍሪቃ ንእሽተይ ብጣዕሚ ገጅፍ እዩ ካልእ መዓልቲ ከምጸልኩም እየ እቲ ማፕ እንታይ ይጽዋዕ ኔሩ እዚ ሕጂ ኢትዮጵያ ኤርትራ ዝብሃል ዘሎ መዓስ ተቀይሩ ሕጂ ደድሕሪ እዚኣ ኤኒወይ ከውጽኦ እንድየ ካልእ እዩ ኣሽማት ኔርዎ ብጣዕሚ ገጂፍ እዩ ነዚኤን ኩለን ዓለማት ኩለን እቲኣን ካልኦት ዓለማት ኣፍታ ማእከል ኣፍሪቃ ድሕን ኣቲኻ ውሕጥ እዮም ደብሎ ብ ብሳይዝ ኦኬ ዋላ እቲ ማብ ናይ ቀደም ሕጂ የለን ክቡር እዩ ከማን ብጣዕሚ ክቡር እዩ መንግስቲ ክትከውን ኣለካ ነቲ ዓይነት መጽሓፍ ይኹን ዋላ እቲ መጽሓፍ ቁርኣን መጽሓፍ ቅዱስ ዋላ እቲ ማብ ገልመልታት እቲ ናይ ቀደም ኣሽማቱ ክትረኽቦ ድሕን ኮንካ ኦኬ መንግስቲ ጥጡሕ መንግስቲ ጥዑይ መንግስቲ ሓንጎል ዘሎ መንግስቲ ክህልወካ ኣለዎ ከጠጥሓልካ ዩኒቨርስቲ ተኸፊቱ እቶም ተማሃሮ ከም ድልየቶም መጽሓፍቲ ዝረኽቡ ድፋላሰፉ ድተሓጋገዙ እዚ መሬት ክጥጥሕ ክኸእል ኣለዎ ኣነ ቡይ እየ ምስ መን ሽሙ ብሽሙ ዶ ይጽውዖ ምኽንያቱ ኬፍ ስለ ዘይህበኒ ምኽንያቱ ብዙሕ ነገራት ይዓጹ ስለ ዘሎ ዋላ ስኽ ትብል ካብ ንኹል ግዜ ክነብር እዩ ብዝኾነ ኣብ ስርሐይ ክምለስ ኦኬ እዚኣ ብራውን እዚኣ ኢለያ ምሽ እዚኣ እስኪ ዓዛና ዒዛና ዓዛና ዒዛና ይብል ኦኬ እዚ ዒዛና እንታይ ይብል ይምካሕ እዩ ኣነ ኢሉ ክርስትያን ምዃን ስለ ዝኣበይዎ ኣነ ይብል ስለ ዝኣበይኒ ውግቕ ፈጢረ እዚኣ ቬሪ ሲሪየስ እያ ስምዕዋ እዚ ሕጂ ዝካየድ ዘሎን ዒዛና ዝገበሮን ሓድሽ ነገር የለን ኣነ ኩሉ ግዜ ይብለኩም ሓድሽ ነገር የለን ዋላ ሓንቲ የለን ኮፒ እዮም ድገብሩ ኮፒ ን ፔስት ኮፒ ን ፔስት ትፈልጡ ዶ ኮፒ ን ፔስት ኦኬ ይብል ምስማዕ ምስ ኣበዩኒ ውግእ ፈጢረ ዓዶም ንብረቶምን እኽሎምን ጥሪቶምን እምኖምን ዋላ እቲ እምኒ ኣንዲደዮይ ድብል ወይ ብሓሰር ዝተሰርሐ ብእምኒ እተሰርሐ ገዝኦም እቶም ድኻታትን ሃፍታማትን ማለት እዩ ብእምኒ እተሰርሐ ኩሉ ኣንዲደዮ ብል ኦኬ ኣስ ኣስኣሎ ኣስ ኣለ ኣስራዚኦም ኣስራዚ ኣስራዚ ትፈልጦም ኣስራዚኦም ኮፐርን ሲልቨር ገለ እዩ ዝብሎ ኣስራዚኦምን ንሓሲኦምን ጡጦምን ዕፉኖምን ካብ ርእሰይ ክነግረኩም ኩሉ ኣንዲደዮ እዩ ዝብል ኩሉ ምግቦም ዋላ ጥሪቶም ኩሉ ነገር ኣንዲደ ነቲ መሬ ነቲ መሬት ኣንደድክዎ ይብል ዳሕራይ ነንጢሮም ኣብ ባሕሪ ኣትዮም እዚ ኣነ ኣይገበርክዎን ኣብዚ እንታይ እንታይ ዝ- እንታይ ዘኸኸረኩም መን እዩ ኣብ ባሕሪ ኣትዩ ዓዱ ምስ ነደደ ህኩት ምስ በለት መን እዩ ሕጂ ኣብ ባሕሪ ዝኣተወ

ኦኬ እምቢ ኢሎሞ ኣበይ ደሎ ምስ ሓደ ግሪክ ድዩ ሊብናን ድዩ ገለመለ ዝተሓዋወሰ መጺኡ ከጓጥጠሉ ምስዞም ኤሮጳ ኮይኑ ምስዞም ኤሮጳ ኮይኖም ኣጓጢጦምሎም እሶም ኳ እምቢ ኢሎም እምቢ ንግዛእን እምቢ ኣሰብኡት እዮም ኩሉ ነገር ኣንዲድሎም ዕፍኖም ዶ እክሎም ዶ ኮፐሮን ድሕን ሓፂን ኣንቢርካዮ ዓብን ምንዳድ ኣንዲድካ ኣለኻ ማለት እዩ ሽዑ ነነጢሮም ኣብ ባሕሪ ኣትዮም ሕጅም ከምኡ እንዲ ኮይኑ ነቲን ኢዝኒ ኣነ ብለኩም እየ ደይ ተገበረ ሓድሽ ነገር የለን ኩሉ ግዜ ተገሩ ይደጋገም መብዛሕትኦም ከ ሓደ ዓይነት ሰባት እዮም ከምኡ ድገብሩ ድሕን ንእሽተይ ኪድ ኪድ ኢልኩም እሳቶም እዮም ኣነ ነጊረኩም እየ ቅድሚ ሕጂ ያ ኦኬ ኣብዚ ግዜ ክርስትና ኣትዩ ኦኬ ካብ ኢሞርታሊቲ ኦኬ ኣይመውትን እየ ኢሞርቲ ኦፍ ዘ ሂመን ሶል ሶል ናተይ ኣይመውትን እዩ ስጋይ ዳስዋይ ነጢሮም ኣብ ባሕሪ ኣትዮም ዳስዋይ ነጢሮም ኣብ ባሕሪ ኣትዮም ፈልጡ እዮም ስጋ እምበረይ እቲ ናቶም ሶል ክመውት ኣይኽእልን እዩ እቲ ናቶም ስፒሪት ከምዚ ዝብል ኦኬ ዋላ ስጋ ደኣ ይሃለዉ እምበር ኣለዉ ሰባት ንምንታይ ይጋገዩ ሰባት ንምንታይ ይበኣሱ እንታይ ከም ዝወረደኒ እየ እንታይ ከም ዝወረደኒ ከምዚ ገይረ ስፒሬት ወሪዱካ እቶም ስግኦም ዘየለዉ እቶም ናታቶም ስፒሬት ዘለዎም ከምኡ እዮም ዝኣምኑ ነይሮም ከምኡ ድሕን ፈሊጥካ ከማነይ ሓደ ሰብ ክንደይ ተዛሪብ እውን ፅቡቅ ገይረ ሓደ ሰብ ድበደለ እስር ቤት ኣይምስኣተወን ነይሩ ኣነ ናይ እስር ቤት ናይ ዓድና ይኮንኩን ዘብሪ ዘለኹ እስር ቤት ናይ ዓለም ok ኣይምስ ኣተወን ነይሩ ናይ ዓድና ምክንያቱ ብደይ እንታይ ይበሃል እዮም ኣትዮም ብደይ ብደይ ገበን እዮም ኣትዮም ኦኬ ግን ሓደ ሰብ ድሕን ሓደ ነገር ኮይኑ ምክንያት ኣለዎ ንምንታይ ንምንታይ ገይርዎ ሕነ ምፍዳይ ኣሎም ኦኬ ክንጥንቅ ዳስዋይ ኣብ ኤርትራ ብጉርቦ እዮም ዝነብሩ ምክንያቱ ሸይጣን ከይስሕተካ ምሽ ዝበሃሉ ሸይጣን ዝበሃል ነገር የለን ግን እቶም ኤንቲቲ እቶም ረቀቕቲ ነገራት እቲ ስፒሪት እስፐሪ ዘዛርቡ ሰባት ኣለዉ እንዶ ንዝሞቱ ከመይ ከም ዝሞቱ ደዛርብዎም ኣሎ ኣብዚ ክትሃድም ኣይተ ሰሪዕካ ክትሃድም ኣይትኽእልን ኢኻ ኣብዚ ዓለም ዓው ኢለ ደቂ ደጋውስ ኣጣፋፊእካ ክትሃድም ኣይትኽእልን ኢኻ ኣበደን ስጋ የለን ማለት የለውን ማለት ኣይኮነን ፈትወኩም ደቂ ነጋውስ ፕሊስ ንመሃር ኦኬ ንፍለጥ ኦኬ ኦኬ እንታይ እያ ትብል ዘላ ድሕን ኢልኩም እንድሕር ሓቲትኩምኒ ምናልባት ናይ ዘሚ ስፒሪት ክገልጸልኩም ይኽእል እየ እታ ናይ መስተ ሰሪሐያ ነይረ ግን ኣ፣ ስጋብ ሕጂ ኣብሎድ ኣይኮነትን ድሕሪኡ ክንደይ ኣብሎድ ገይረ ሕደይ ካብ ቪድዮታት ሰሪሐ ኣለኹ ደቂ ነጋውስ ከውጽኦ እየ ኦኬ ሕጂ ምክንያቱ ግዜ ረኺበ ስለ ዘለኹ ኣብዚ ግዜ እዚ ክርስትና ተኣታቱ እየ እቲ ናታቶም ኣጥፊኦምሎም ሕጂ ንሓደ ሰብ ኦኬ ቅንጥጥ ከተብሎ ከለኻ መንነቱ ኦኬ ሑሙም እዩ ድኸውን እግዚኣብሔር ኣምላኽ ከማን ጥዑም እዩ ጥዑያት ህዝቢ ኣለዎ ፍቲ ህዝቢ እምበር ከም ስርዓት ናታቶም መንነቶም ኣሕዲጎም መጽሓፍ ቅዱስ ሂቦሞ ኦኬ እቲ መጽሓፍ ቅዱስ ከ ኣነ ከኣ ንእሽተይ ክገልጾ እየ ኦኬ ኣነ ዝዛረብ ዘለኹ ሰብ መጽሓፍ ቅዱስ ሰብ ቁርኣን ኣይትሕረቑ ቁርኣን ከኣ ከምኣ እያ ከኣ ሸዓን ሸዓን እየን ብሓንሳብ እየን ኮረረር እንዳበላ መጽየን ሰብ ቁርኣን ኣይትሕረኦም ok ኣነ ድዛረብ ዘለኩ ናይ ቅድሚ ክልተ ሽሕ እዩ ኣይነበረን ኣስልምና ክስትንና ክርስትና ኣይነበረን ok ግን እታ ኣነ ድስምዓኒ ሃይማኖት ነይሩ ቀንጢጦም ነባሓጎታተይ ግን ደይ ናቶም ሂቦሞም ደይ ናቶም ደይ ኮነ ንሓደ ሰብ ok ዲግሪ ማስተር phd ዶክተሬት ዘበለ abcd ኣይትምህሮን ኢካ ኤቢስጂ መንገድኻ ብኡ ኢኻ ትኸይድ anyway okay ዓዛና ናቱ okay so ዓዛና ናቱ ባህሊ ገዲፉ ክርስትያን ኮይኑ ሰልዲ መስቀል ቋንቋ ኣምሓርኛ ብ220 ስጋዕ 360 ኤይዲ ፈጢሩ ሕጂ እዚ ቋንቃ ኣምሓርኛ ካብ ግእዝ ዝወጸ እዩ ኦኬ ከይትኹርዩ እምበረይ ዋላ ዓረብ ከማን ናትና እዩ ካብኡ ዝወጸ እዩ ኦኬ ክነግረኩም እየ ከመይ ከመይ ኢሉ ናትና እዩ ናትና እዩ ኩሉ ናትና እዩ ኦኬ ፕሊስ ፈታሕታሕ በሉ ማይ እንዳሰተኹም ኣብ ጠቃኹም ዘሎ ኣሕዋትኩም ኣሕዋትኩም ድም ደቅኽን ድም እንዳሓኣፍክን እንዳሰሓዕክን ፍትሕ ኢልክን ረኣይኦ ኦኬ ኣነ ደቂ ነጋውስ ክብለኩም እስ ኢልካ ኣይኮነን ኣነ ቆልዓ ይኮንኩን ኦኬ ኩሉ ቋንቋታት እቲ ዝዓበይ ሰሜቲክ ንሕና እኮ ሓማሴን እዩ ዝበሃል ኤርትራ ኦኬ ሓማውያንን ሴማያውያን ክልተ ኣሕዋት ድፈረይዎ እዩ ብኡ ከዓ ክነግረኩም እየ ኦኬ ድሕሪ ማይ ኣይሂ ከምዚ ሕጂ ድብሎ ለሎ እዚ ሕጂ ዳርጋ ናይ ማይ ኣይን ድዩ ኩሉ ስቶሪ እዩ ግን እቲ ቀንዲ ግን ኣብቲ መሬት ዘሎ ርእ እዩ ኦኬ ኣብቲ መሬት ዘሎ ግን ከምቲ ዝበሃል ኦኬ ድሕሪ ማይ ኣይሂ ሸሞንተ ሰባት ተሪፎም ሰለስተ ደቁን ሰለስተ ንስቱን እቶም ክልተ ናብ ኣፍሪቃ ከይዶም እቲም ሓማውያንን ሰማያውያንን ማለት እዩ ኦኬ ኩላቶም ግን ደቂ እዮም እቲኦም ካልእ ካበይ መፅኦም ካልእ ካልእ ካልእ ኣፍ ደገ እዩ ካልእ ነገር እዩ ኦኬ ሕጂ ኣጽብብ ኣይነብሎ ናትና ናትና እዩ ንምንታይ ሰብ ንዓና ቡእ ገይሩ ድሃርመና ናትና ክንሕዝ ክንክእል ኣለና ናትና ክንሕዝ ኣለና ኦኬ ከማነይ ንስድራ ቤትናስ ከነመስግኖም ክንክእል ኣለና ስጋ ሕጂ እንዳተቐጥቀጡ መንነቶም ሒዞም እንኩሞ ይብሉና ኣለዉ ክንሕዞ ኣለና ኣነ ኣም ዱዊን ማይ ቤት ኣነ እታ ጉብኦይ ይገብር ኣለኹ ኦኬ ስጋብ ሕጂ ኣስኒቆምኒ ኣነ ከኣ ሕጂ ንዓካትኩም እህበኩም ኣሎ ከምኡ ኢዩ እንዳ ተሓላለፈ እንዳ ተሓለ ኤኒወይ ሕጂ ናትና ግዜ ኢዩ ኣነ ኢለኩም ኢየ ንዓና እቲ ዝጠዓመ ግዜ ኢዩ ምክንያቱ እቲ ናይ ቀደም እሱ ኢዩ ድወጽእ ምክንያቱ ኩሉ ነገር ላዕሊ ክከይድ ናይ ግድን ክወድቅ ክክእል ኣለዎ ኦኬ ድሕን ብሕልፊ ብስርዓት ድሕን ደይኮነ ብስርዓት ድሕን ኮይኑ ግን ብስርዓት ኢዩ ፒርድ ካብ ዜሮ ይጅምር ዳሕራይ ይኸይድ ይኸይድ ይኸይድ ይኸይድ ይኸይድ እንደገና ናይ ግድን ክምለስ ክኸል ኣለዎ ናብ ዜሮ ኦኬ እዚ ከምዚ ዝገብርዎ ሰ ኣብዚ ዜሮ ኸውን ኣነ ብዙሕ በቲ ናይ ሰለስተ ኣንጎሎ ሽዱሽተ ነጊረኩም እየ ኦኬ ናይ ኢንፊኒንት ኦኬ ነጊረኩም እየ እሱ ኢሉ እዩ ዝመላለስ ዝሓድሽ ነገር የለን ኩሉ ግዜ እዩ ዝመላለስ ሕጂ ነጊረኩም ንኣታ ንጉሰ ነጋሰስ እንታይ እዩ እንታይ ይግበር ኣሎ ኤግዛክትሊ ኣብዚ ረኺብኩሞ ኦኬ ኩዳ ኣልኩም እሞ ሃተፍተፍ ኣብዚሕልኩም ድየ መስለኒ ደቂ ነጋስ ኣይ ቲንክ ቀሪብና ኣለና ኦኬ ዒዛና ናይ ሕጂ ኤርትራ ኢትዮጵያ ነጊረኩም እየ የመን ሱዳን ምስሪ ገዚኡ ሳንቲም ስጋብ ሳንቲም እሞ ከዓኒ ስጋብ 1990 ዳሕብሎ ሽሕን ትሽዓተ ሚእትን ቴስዓን ኦኬ ማለት እዩ ይርከብ ስጋብ ሕጂ እቲ ሰልዲ መስቀል ዘለዎ ናይ ኢዛና ስጋብ ሕጂ ይርከብ ምክንያቱ ስጋብ ሕጂ ንምንታይ ተረኪቡ ናቱ ምክንያቱ ምስቶም ኤሮጳውያን ስጋብ ሕጂ ስጋብ ምስኦም እዮም ናታቶም ኣላየንስ እዩ ኦኬ ስጋብ ሕጂ ካባና እንዳ ካባና እዮም ነይሮም ፍልጠቱ ዶ ዋላ ኩሉ ነገር ካባና ስጋብ ሕጂ ካባና እዮም ነይሮም ካብቲ ግዜቲ ኦኬ ዳስ ወይ ንምንታይ ንኢትዮጵያ ደብሎ ሕጂ ተረዲእኩም ደላ ፍቅሮም ርክቦም ፈሊጥኩም ዶ ኣሎ ሕጂ ሕጂ ግን ሽጣሮ እንዳ ተገጠመት ትከይድ ኣላ ናብ ምናልባት ናብ ሱዳን ይከዱ ይኮኑ እዮም ወይ ከኣ ናብ በዓል ኬንያ ገለ ዋላ እቶም ኬንያ ከማን እዚ ንሕና ጫፍ ስለ ዝኮና ኢና እምበር ብባሕሪ ኢዚ ስለ ዝኮነ ኩሉና ሓደ ኢና ኦኬ ካብ ደቂ ኣብርሃም ኢና ንሕና ደቂ ኣብርሃም ኢና ኦኬ ባባ ኩሉ ግዜ ከምኣ ስለ ዝብለኒ ከመይ ይኢ ድብል ነይረ ብዙሕ ብኣብርሃም ድመጽእ ዝኮን ነገር ብዙሕ እየ ዝእክብ ዝእክብ anyway so ኩልና ደቂ ኣብርሃም ኢና although ካልእ ካልእ ኣሎ ግን ኣብዚ ታትዚ ደቂ ብርሃም እዮም ኦኬ ከምኡ ይሓይሽ ስጋብ ሕጂ ዳሕራይ ጽንሕ ኢለ ድሕን ከይደ ከኣኒ ድሕሪ ቅድሚ ናይ ክልተ ሽሕ ከኣኒ ምናልባት ገለ ነገርካ ግን እዚ ፕሊስ ኣጽንዕዎ ክልተ ግዜ ዋላ ረእይዎ እሞ ሽዑ ጽቡቅ ገይሩ ኣባኹም ክኣቱ እንዲ ክትረኽብዎ ኣብ ደገ ክትረኽብዎ ኢኹም እንታይ ይግበር ኣሎ ኣብ ኤርትራ ሕጂ ነዚ ድሕን ጽን ኢልኩም ሰሚዕኩሞ ኣብ ኤርትራ ኤግዛክትሊ ትርከብ ደላ ንሳ እያ ንምንታይ እዩ ንዓና ደይሕግዙና ሄ ምንታይ ትሕግዘኩም ኣዴኹም ሓኒቓቶም እንድያ ኣንዲደቶም እኳ እያ ርእሶም ቆሪጻቶም ብድኾነ ኦኬ እዚ ዒዛና ኢልና ዲና ነጊረኩም እየ ኣየናይ ምዃኑ እቲ ዝገዝኦ ዝነበረ ኦኬ በይኑ ክ- ብዙሓት ነጋውስ እዮም ነይሮም እሱ ግን ሓደ በይኑ ነይሩ ዋይ ምክንያቱ ስለ ዝነበርዎ ሮማውያን እ፣ በዓል ፍራሚናጦስ ኣብቲ እ፣ ክስታይ ሰሪሖምሎም ኣብቲ ቤተ መንግስቲ ሰሪሖምሎም ዳሕራይ ምስጢራዊት ኢሎም ኣምሓርኛ ጌሮም ካብቲ ግእዝ ናይ ፕራይቨት ጌሮሞ ናይ ቤተ ክርስትያን ተዋህዶ ድብል ኣውጺኦም እቲ ተዋህዶ ንገዛእ ርእሱ ኣብኡ ምስጢር ኣሎ ብጣዕሚ ብጣዕሚ መሪጾም እዮም ኮፍ ኣቢሎም ካብቲ ዝነበረ መሪጾም እዮም ኮፍ ኣቢሎም እታ ስላሴ ትብል እቲ ሓንጎል ቅድሚ ሕጂ ነጊረኩም እየ Still ብጣዕሚ ጽቡቕ እዩ እሱ ፕራክቲስ ክንገብሮ ክንክእል ኣለ ከመይ ኢሉ መጽዩ እቲ ሳይንስ ናትና እዩ ከመይ ኢሉ መጽዩ ግን ክፍለጥ ክኽእል ኣለዎ ኦኬ እዚ ይሕብር እዚ ይሕብር ንግስነት ኩሽ ኣክሱም ኣክሱማውያን ኣክሱማውያን ከም ዘፍረስዎ ሰለስተ ሚእቲ ንግስነት ሜሮን ከም ተደምሰሰ እዚ ንግስነት ናይ ንሕና ንግስነት ኦኬ ኣክሱማውያት ከም ዝደምሰስዎ ኦኬ ምስ ሮማውያን ኣብዚ ይገልጽ ኣሎ ማለት እዩ ኣንዐ ከምኡ ኮይኑ ዝርዳእኒ ድሕን ኣይፋሉ ትብሉ ንኾንኩም ከኣኒ ፕሊስ ንገሩኒ ብሓንሳብ ክንመሃር ምክንያቱ ኣነ ክበኩም ከለኹ ካባኻትኩም ከዓ ስለ ዝመሃር ፅቡቅ ፅቡቅ ክስታይ ከዓ ስለ ትፅሕፉለይ ሓንሳብ ሓንሳብ ብጣዕሚ ደስ ይብለኒ ሓንሳብ ሓንሳብ እኳ እንታይ እዮም ዝብሉ ዘለዉ እየ ድብል ከምቲ ዝስኹም ትብሉኒ ንዓይ እንታይ እዮም ዝብሉ ዘለዉ ብድኾነ

ብዙሕ ብዙሕ ውግእ ጌሮም እኮ ብጣዕሚ እኮ ፈትዉ እዮም ህ እዚኣ ሰሚዕኩማ ዶ ኣለኹም ውግእ ኦኬ ነይሩ ምስ ኣስላም ዳሕራይ ከኣ ኣስላም ከኣ ይመጹ ነይሮም ኋ እምበኣር እዚ ድሕን ካብ ሰወደ ክርስትና ኣብዚ ኣስላም ከኣ ድብሉ ከኣኒ መጽዮም ሕጂ ኣብዚ ሓንቲ ሓንቲ ቪድዮ ክሰርሕ እንዴ ብዝኾነ ግን ሓደ እዩ ሓደ እዮም ጽሒፎሞ ካብኡ ኣውጺኦም ጥራሕ እዮም እታ መጽሓፍ ትፈልጥዋ ኢኹም እቲ ቁርኣን እቲ ቶራ እቲ ቶራን እቲ መጽሓፍ ቅዱስ ሓደ እዩ እቲ ዝፈላለየ ካብ ብሉይ ኪዳን ሓድሽ ኪዳን ናይ ክርስቶስ ኦኬ ዳሕራይ ከኣኒ ቁርኣን ከኣኒ ብግዜ ናይ መሓመድ ዝመጸ ሓደ ኢዩ ኦኬ ፕሊስ ክንባራበር ክንክእል ኣለና እሱ ድሕን ሰሪሑልና ጽቡቅ ስራሕ ኣለና ግን ታሪክና ክንፈልጥ ክንክእል ኣለና መባኣሲ ክኸውን የብሉን ኦኬ ነቶም ድቃተሉ ዝነበሩስ ንኸይቃተሉ ከማኹም ስለ ዝኾኑስ ኣይትቃተሉ ኮንትሮል ሃይማኖት ኮንትሮል ኢዩ ብድኾነ ኦኬ እንታይ ይብሎ ኣለኹ ኣብዚ ኣብ ስማዊት ኦኬ ቀይሕ ባሕር እዚ ኢለኩም እንዴ ኦኬ ነይሮም ምስ ኣስላም ኣስላምን ስዒሮም ኦኬ ዳሕራይ ከዓ ኣስላም ኮይኖም ክርስትያን ሕጂ እቶም ኣስላም መፅኦም ንትም ክርስትያን ከዓ ከም ዝሕበው ገይሮሞም ኣንደርግራውንድ ኣንደርግራውንድ ክሕበው ገይሮሞም ብሎ እንታይ ተበልካ ኦፍኮርስ ሽመት ገንዘብ ነቴንኤልስ ዋላ ሓንቲ እስኻ ጽደቕ ኣይትጽደቕ who cares ምሽ ኣይግድስን እዩ ኣነ ድሕን ጸዲቐ ኣይኮነን ድዩ ብሓይሊ ክጸድቕ ኣለካ ማለት ኣይግባእን እዩ ግን ጥቕሚ ስለ ዘለዎ ኮንትሮል ንግስነት ስለ ዘሎ anyway እቶም ክርስትያን ተሓቢኦም ኣብ ትሕቲ ኣብ ታሕቲ ጎባ ጎቦታት ይብሉ ነይሮም ዳሕራይ ምስልምና ኣቢሉ ኣስፋሕፊሑ ማለት እዩ እቲ ምስልምና ምስ ተኣታተወ ኣስፋሕፊሑ ኣበይ ኣለና

ላሊበላ ኣብ ኣክሱም ኦኬ ሰሪሖም ሰሪሖም ብእምኒ ምክንያቱ ጠፋእና ጠፋእና ናይ ግድን ናህና ነገር ሱብ ሳንቲም እዩ ዝሰርሕ ነይሩ ክንሰርሓሉ ክንክእል ኣለና ነቲ ዝበለፀ ናትና እንታይ ይባሃል ኢሎም ኣብኡ ሰሪሖምሉ ኤኒዌይ ኣብ ርእሲኡ ከዓኒ ሰሪሕሎም ኣሚኖሞ ክርስቲያን ኮይኖም እቲ እቲ ፎሎሶፊ ከዓኒ ናይ ጨዋታት እዩ ነይሩ ኤኒዌይ ካብቲ ናይ ቀደም ዝወሰድዎ ስለ ዝኾኑ ጥራሕ ፋራታት እንተኾንኩም ኢኹም ድኣ ንጸሓይ ወይ ከኣ ንመሬት ትኣምኑ እንታይ ንጻዕዳ ሰብኣይ እሞ ንገለ ኢሎም እዚኦም ፍራሚናጦስ ብዝኾነ እዚ መስል ደቂ ነጋውስ ኦኬ እፈትወኩም እየ እፈትወኩም እየ እፈትወኩም እየ ሸር ግበርዎ ፕሊስ እዚኣ ረኣይዋ ተመያየጥሉ ምስ ሰብ ድሕና ኣሎ ንዓኹም ክትበልሑ መኣታን ሕጂ እንታይ ድኸውን ዘሎ ሕጂ ክትፈልጡ ድሕን ኮንኩም ካበይ ይመጽእ ኣሎ ንምንታይ ኢልካ ክትፈልጥ ኣለካ ኡስ ኢሉ ሰብ ኣይውዳኣካን ኢዩ ኡስ ኢሉ ሰብ ኣይቀትለካን ኢዩ ኡስ ኢሉ ሰብ ኣየጽንተካን ኢዩ እዚ ንኩሉ ሰብ ነቶም የመን ደለና ኤርትራ ዘለና ኢትዮጵያ ዘለና ሱዳን ዘለና ሶማሌ ዘለና ጅቡቲ ዘለና ንኩልና ኢዩ ኣፕላይ ዝገብረና እዚ ክንሓስብ ክንከላለ እንደገና ዲ ኣክሱማይት ኪንግዶም ክፍጠር ደልዩ ቦርድን ስዑድያ ከማን ትንክፎም እዩ ነይሮም እዮም ፍርቂ ናይ ስዑድያ ምሳና ነይሮም እዮም ተባራበሩ ደቂ ነጋውስ ብደምኩም ኣቦታትኩም ተቐጥቆጥሉ ኣይተንግሱ ኮሽን ነጣይ ኣነ ድብል ደለኹ እመኑኒ ኮንኩን ዝብ ዘለኹ ግን ነጣይቕ እንታይ እዩ ዝኸውን ደሎ ፈቶኩም እየ ፈቶኩም ደቂ ነጋስ ኣዚ ብዕብዮ ቻው ባይ